ሰላም ሰላም ሰላም ተኸታተልቲ ናይዚ ቪድዮ ኣብ ዘለኹም እምበኣር ሰላም ጥዕና ፍቕሪ ሓጎስ ኣብ ውሽጥኹም ክነግስ እምነየልኩም እምበኣር ሎማዓንቲ ድማ ሕፅር ዝበለ ሓሳባት ሒዘ መፅእ ኣለኹ እዚ ሓሳባት እዚ ድማ ብልክዕ ንኹልና ፅቡቕ ኮይኑ ስለ ዝስማዓኒ እዩ ስለዚ ኣብዚ ዝህቦ ሓሳብ ንገሌና ክምችእ ይኽእል እዩ፣ ንገሌና ክዕርዕር ይኽእል እዩ፣ ንገሌና ከዓ ብልክዕ እቲ ሓቂ ፅቡቕ ምዃኑ ተረዲእና ንዕኡ እውን ክንርዕሞ ንኽእል ኢና ማለት እዩ። ስለዚ ብክልተ ነገራት ክንሪኦ ንኽእል ኢና፣ ብፖዚቲቭ ብኔጌቲቭ ክንሪኦ ንኽእል ኢና ማለት እዩ። ስለዚ እቲ ፀፅቡቑ ድማ ክትወስዱ ከም ናተይ ምሕፅንታይ ማለት እዩ። ቅድሚ ነዚ ቪድዮ ምስማዕኹም ኣነ ክጋገ ይኽእል እየ ምክንያቱ ሰብ ስለ ዝኾንኩ ፍፅምነት ስለ ዘይብለይ ማለት እዩ ፍፁም ዝበሃል ሰብ ስለ ዘየለ ፍፁም ኣምላኽ እምበር ስለ ዝኾነ ኣብቲ ዝቦ ሓሳብ እውን ብልክዕ ዝኾነ ተቃውሞ ሰብ እንድሕር ተሃልይዎ ብፍቕሪ ብትሕትና ክእርመኒ ከዓ መእረምታ ክፅበ እየ ማለት እዩ ምክንያቱ እቲ ናትኩም ሓሳብ ንዓይ ከምቲ ኩሉ ግዜ ዝብሎ ሓይሊ ስለ ዝኾነኒ ማለት እዩ So ናብዚ ናይ ሎማዓንቲ ድማ ክኣቱ እየ ብዛዕባ ናይ ሎሚ ዝቦ ሓሳባት እንታይ እዩ ዝብል ቀንዲ ኣርእስቲ ናታ ዓለም ብገፋሓ ግን ከኣ ዝጸበበቶም እያ ትብል ማለት ስለዚ ንመን እዩ እንድሕር ተልና ንዓና ንደቂ ሰባት ማለት እዩ ብፍላይ ኣብ ሶሻል ሚድያ ዝነጥፉ ወገናት ኣለዉ ማለት እዮም ስለዚ ሓደ ሓደ ግዜ ክፀራረፉ ነንሕድ እዮም ኣብ ዩቱበራት ይኹኑ ኣብ ፌስቡክ ፔጅ ዘለዎም ኣዝዮም ፍሉጣትን ኩሉ ሰብ ዳርጋ ከዓ ዝስዕቦም ማለት እዩ ኣዝዮም ብዙሕ ፅቡቅ ሓሳባት ዘቕርቦ ኣሎ ብዙሕ ኣነውን ካብኦም ይመሃር እየ ማለት እዩ ሓደ ሓደ ጊዘ ጊን ከምዚ ነንሕዲኦም ከምዚ ናይ ምትህልላኽ መንፈስ ዘለዎም ኮይኑ ይስማዓካ ማለት ኣብ ገዛይ ኣለኹ ኣብ ገዝኡ ኣሎ ሓደ ሰብ ስለዚ ኣብ ገዛይ መጽዩ ክሳብ ዝኾነ ነገር ሕማቕ ዘይገበረኒ ኣብ ገዝኡ ከይደ ኣነ ከኣ ክብድሎ ኣይክእልን እየ ማለት እዩ ስለዚ ዝኾነ ዘራኽብ ነገር የብልናን ማለት እስኪ ኣብ ዩቱብ ኮንካ ንሓደ ሰብ ክትጻርፎ ኣብ ዩቱብ ኮንካ ንሓደ ሰብ ክትዝልፎ መልስታት ክትምልሰሉ እሞ ድማ ኣብ ቅድሚ ህዝቢ ማለት እዩ እንተኽኢልካ እንተኽኢልካ ብቴሌፎን ተደዋዊልካ ብፍቕሪ ብትሕትና ፀገም ተሃልዩካ ተራዳዲእኻ ይቕረ ሓቲትካ ነንሕድካ ብሰላም ክትኸይድ ይግባእ ማለት እዩ ምክንያቱ እዛ ዓለም ገፋሕ እያ እዚ ክብል ከለኹ ሸሻል ሜድያ እየ ዝብል ዘለኹ እዚ ሸሻል ሜድያ እዙይ ኣዝዩ ገፊሕ እዩ ንኹልና ዝኸውን እዩ ማለት እዩ ብፍላይ ነቶም ኣዝዮም ንፉዓት ፍሉጣትን ብዙሕ ሰብ ከዓ ዝስዕቦም ፅቡቅ ኣታዊ ክትረኽቡ ትኽእሉ ኢኹም ማለት እዩ ትረኽቡ ኢኹም እውን ማለት ስለዚ እዚ ፅቡቅ ኣታዊታት እትረኽብዎ ብፍቕሪ እንተኾይኑ ፅቡቅ መንፈስ ዝተሓወሰ እንተኾይኑ ኣምላኽ እውን በረኸት ክሰደልኩም እዩ ማለት እዩ ስለዚ ብምጽራፍ ዝመጽእ ኣታዊ ብምጽራፍ ብምስሓብ ዝመጽእ ኣታዊ ግን ኩሉ ናይ ሓጢኣት እዩ ማለት እዩ ምክንያቱ ጸርፊ ጸሪፍካ እንድሕር ደኣ ትመላለስ እንድሕር ሃሊኻ ኣፍኮርስ ገንዘብ ትረክብ ኢኻ ርግጸኛ እየ ንገንዘብ ኢልኩም ትጸራረፉ ከም ዘየለኹም ንገንዘብ ኢልኩም ኣይኮንኩም ትጸራረፉ ዘለኹም ጃስት ግን እቲ ሓሳባት ነንሕድኩም ስለ ዘየሳማምዕ ስለ ዘለኩምዩ ማለት እዩ ሰብ ሓደ ምሳካ ዘይተሳማሚዑ ብውሽጢ ትረክቦ ክረክበካ እንተዘይደልዩ ሱቅ ትብል ማለት እዩ ስካ ንነብስካ ምስ ነብስካ ተዓሪቅካ ንነብስካ ይቅረልካ ንዕኡ ከዓ ትገድፈሉ ማለት እዩ እምበር ኣብ ቅድሚ ህዝቢ መፂካ ክትዛራረብ ክትመላለስ ግን እቲ ህዝቢ ከ እንታይ ይመሃር ኣሎ ክትብል ኣለካ ኦኬ እቲ ዝዓበየ ዓብይ እዩ እቲ ንእሽተይ ወሎዶ ጊን እንታይ ካባይ ይወስድ ኣሎ ካብዚ ኣነ ዝጻረፎ ዘለኩ ካብዚ ኣነ ዝማላለሶ ዘለኩ ዝተሃላለኮ ዘለኩ ሕማቅ መንፈስ መጺኡ ንዓይ ዝደፍኣኒ ዘሎ ከምኡ ንክገብር እንታይ እዩ ክመሃር ኢልና እውን በቲ ንሕና ንሓስቦ ጥራይ ዘይኮነ ነቲ ብድሕሬና ዘሎ ካልእ ኣካል እውን ክንሓስበሉ ከዓ ይግባእ ማለት እዩ ምክንያቱ እቲ ሰብ ዝኽተለካ ዘሎ እቲ ሰብ ዝሰምዓካ ዘሎ ሓደ ግዜኡ ይኸስር ኣሎ ሓደ ከዓ ገንዘቡ ውን ይከፍል እዩ ዘሎ ሶሻል ሚድያ ማለት ኣፍ ኮርስ ስለዚ ንኩሉ ኣገናዚብና ነዚ ሰብ እዚ ወይ ድማ ነዚ ህዝቢ እንተዘይፀለናዮ ብከምኡ ዓይነት ፅቡቅ ኮይኑ ይስማዓኒ ማለት እዩ እዞም ሰባት እዚኦም ከዓ ኮይኑ ዝስማዓኒ ብክልተ ነገራት እዩ ዘየሰማምዕ ዘለዎም ሓደ ብፖለቲካዊ ኣተሓሳስባ ካልኣይ ከዓ ብመንፈሳዊ ኣተሓሳስባ ማለት እዩ So እዞም ዝነጥፉ ሰባት እዚኦም ኣብዚ ክልተ ዓይነት እዚ ዝነጥፉ እዚኦም እዮም መብዛሕትኡ ግዜ ክሰሓቡ ትሪኦም ማለት ወይ ድማ ንንሕዲኦም ከዓ ክፀራርፉ ትሪኦም ማለት እዩ ርግፀኛ እየ ኣብ ዝኾነ ሃይማኖት ኣብ ዝኾነ ሃይማኖት ማለት እዩ ዝኾነ ፀርፊ ፅድቂ ከም ዘይኮነ ማለት እዩ ኣነ ብቲ ዝኣምነሉ ሃይማኖት ብርግፅ ፀርፊ ሓጢኣት ምዃኑ መርገም ምዃኑ ሓጢኣት ኣዝዩ ናብ ሕማቕ ከም ዝወስደካ ዋላ እውን ናብ ሲኦል ከም ዘእትወካ እየ ዝፈልጥ ማለት እዩ። ስለ ዝኾነ ኸዓ ካብ ምጽራፍ ክንቁጠብ ይግባኣና እዩ። እንተኾነ ክንረዳዳእ ምክንያቱ ንሓደ ሰብ ግድን ኣብቲ ኣነ ዝኣምኖ ክትኣምን ኣለካ እቲ ኣነ ዝፈልጦ ክትፈልጥ ክትኽእል ኣለካ እቲ ኣነ ዝርዕሞ ክትርዕም ኣለካ ክትብሎ ኣይትኽእልን ኢኻ ስለምንታይሲ ሰብ ኣብዛ ኣብ ሰብ ኣብቲ ንሱ ክኣምነሉ ዝደሊ ኣይኮነን ብሰብ ብኣምላኽ እውን ፍቓድ ኣለዎ ማለት እዩ። ኣምላኽ ኣብ ድሌትካ ክትኣምን ኣብ ድሌትካ ክተብል ፍቓድ ሂብካ እዩ ማለት እዩ። ስለ ዝኾነ ከዓ ኣብዚ ናተይ ፖለቲካ ዘይረዓመ ወይ ድማ ኣብቲ ናተይ ኣተሓሳስባ ዘይመፀ ኣብቲ ኣነ ዝኣምነሉ ሃይማኖት ዘይመጸልካ ክትዝልፎ ንሓደ ሰብ ወይ ድማ ክተዋርዶ ኣብ ቅድሚ ህዝቢ ወጺኻ ሕማቅ ነገር ክትዛረቦ ክትራጎሞ ጽቡቅ ኮይኑ ኣይስምዓንን ስለዚ መን ናብኡ የብጽሓና ኣሎ ክንፈልጥ ክንክል ኣለና ፍሉጥ ነገር እዩ ነግረኩም እውን ይኽእል እየ ትፈልጥዎ እንተኾንኩም ከዓ ጽቡቅ ማለት እዩ ስለዚ ናብ ከምዚ ዓይነት ደረጃ ዘብጽሓናን ዘውርደናን ዘሎ ሓደ ጸላኢ ዘለና ንመርሃዊ ሓደ ጸላኢ ዘሎ ንዓኹም እውን ሓደ ጸላኢ ዘለኩም ሰብ ኣይጸልኣኩን እዩ ሰብ ኣይጸልኣካን እዩ ሰብ የፍቅረካ እዩ ሓደ ዝጸልኣካን ናብ ሕማቕ ደረጃ ንክትወድቕ ዝገብረካን ግን ሓደ ጸላኢና ዲያብሎስ እዩ ማለት እዩ ስለዚ ንሕና ድማ ንዲያብሎስ እንድሕር ዳ ዕድል ሂብናዮ ውሽጥና እንድሕር ከፊትናሉ ብልክዕ ኣብ ውሽጥና ኣትዩ ድላዩ ንክሰርሕ ቦታ ኣለዎ ስለ ዝኾነ ከኣ ንሕና ከኣ በቲ ቅዱስ ሓሳብን በቲ ኣምላኽ ዝፈትዎ ሓሳብን ክንረዳዳእ ብርጉእ መንፈስ ክንከይድ እምበር ኣብ ዝኣመነ ሃይማኖት ይእመን ማለት እዩ ኣብ ኦርቶዶክስ ዲ ከኣምን ኣብ ካቶሊክ ዲ ከኣምን ኣብ ፕሮቴስታንት ዲ ከኣምን ኣብ ምስልምና ዲ ከኣምን ኣብ ከኒሻ ዲ ከኣምን ዋላ ኣብ እምኒ ይእመን ማለት እዩ ሰብዚ ሰብ እዩ ከማኻ እዩ ልክዕ ድማ ፍጥረት ኣምላኽ እዩ ማለት እዩ ሰብ ብምዃኑ ጥራይ ንዓኻ ክኣኽለካ ይግባእ ሰብ ብምዃኑ ጥራይ ክተኽብሮ ይግባእ ምክንያቱ ሰብ ክቡር ስለ ዝኾነ እምበር ክትፀርፎ ኣብ ናተይ ዘይኣመንካ ክትብሎ ኣይግባእን እዩ ማለት እዩ ስለዚ ክቡራት ኣሕዋተይ ካባኹም ለቢመ ካባኹም ፈሊጠ ኣይኮንኩን እዚ ሓሳብ እዚ ዝብሎ ዘለኹ እንታይ ደኣ ክንረዳዳእ ግን ስለ ዘለና ሓደ ሓደ መዓልቲ ትሪኦ እሞ ብጣዕሚ ድማ ሕማቕ ነገር ይስምዓካ መንእሰይ ኣብ ከምኡ ደረጃ ወዲቑ ብዛዕባ ዝተፈላለየ ዘፈላለዩ ሓሳባት ክካታዕን ክጻራረፍን ትሪኦ ማለት ክፋላለ ከኣ ትዕዘቦ ስለዚ ፕሊስ ኣሕዋተይ ከምኡ ኣይንግበር እንተኽኢልና ኣብ ቅድሚ ህዝቢ ካይ ወጻእና ብውሽጥና ተዳዋዊልና ክንራዳዳ ዘሰሓሕብ ነገር እንተሃሊና ከኣ ንዕኡ ከነጽብቦ ይግባኣና እምበር ክንባኣስ ኣይግባኣናን እዩ ምክንያቱ ክሳብ ማዓሰይ ኣለካ ኣይትፈልጥን ኢካ ማዓሰይ ተወሊድካ እምበር ማዓሰይ ትመውት ኣይትፈልጥን ኢካ ወይ ድማ ማዓሰይ ካብዛ ዓለም እዚኣ ትፋኖ ኣይትፈልጥን ኢካ ስለዝኮነ ኣብታ ዘለካያ ጊዘ ኣብታ ዘለካያ እዋን ፍቅሪ መስሪትካ ጽቡቅ ነገር ጌርካ ኣምላኽ ዝፈትዎን ሰብ ዝድግፎን ክትገብር ክትክእል ኣለካ እምበር ኣምላኽ ዘይፈትዎ ኣምላኽ ዝጸልኦ ሰብ እውን ከምኡ ደስ ዘይብሎ ነገር ትገብር ተሃሊኻ ንዓኻ ሕማቕ ነቲ ሰብ ከኣ ጽቡቕ ኣይትገድፍን ኢኻ ማለት ስለዚ ክሳብ ዘለና ንፋቐር ክሳብ ዘለና ድማ ንተሓቋቆፍ ብዘየገድስ እንታይ ዓይነት ሃይማኖት ኣሎ ክትሓቕፎ ኣለካ ክትቆርቦ ኣለካ ናብቲ ሃይማኖትካ ናትካ ክተምፅኦ እንተኾንካ እውን ኮ ነቲ ሰብ ኣፍቂርካ ምስ ተምፅኦ ወይ ድማ ሓቑፍካ ክተምፅኦ ኣለካ እምበር ዘሊፍካዮ እንድሕር ደኣ ወይ ድማ ተፃሪፍካዮ ክመፅእ ትሓስብ ታሊኻ ኣይመፅን እዩ እኳ ደኣ መሊሱ ኣብቲ ዘለዎ ይፀንዕ ንዓኻ እናተሃላለኸ ማለት እዩ ስለዚ ንሕና እውን ከምኡ ክንገብር ይግበኣና እዩ። ኣብ ሃይማኖት ይኹን ኣብ ናይ ፖለቲካ ፍልልይ እንድሕር ሃልዩና ክንረዳዳእ ይግባእ እምበር ክንበኣስ ብፍፁም ኣይግበኣናን እዩ ማለት እዩ። ተወሳኺ ብዛዕባ ሃይማኖት ኣብ ቲክቶክ ብፍላይ ማለት እዩ ሓደ ሓደ ግዜ ስሕት ኢለ ይርኦ እየ ማለት እዩ ዝዛረቡ ብዛዕባ ሃይማኖት ኣለዉ ይሰብኩ ይኮኑን ዘለዉ ይተሃላለኹ እዮም ሃይማኖት ከኣ መተሃላለኺ ይኮነን ኣሚንካ ብልክዕ ነቲ እምነት ተቐቢልካ ጽቡቕ ግብሪ ጌርካ ጸዲቕካ መንግስቲ ኣምላኽ ትወርሰሉ እምበር ሃይማኖት ንሓደ መጻራርፊ ወይ ድማ ንሓደ መተሃላለኺ ዝተፈጥረ ኣይኮነን ስለ ዝኾነ ከዓ ብርግጽ ነቲ ሃይማኖት ናትካ ብሰፊሕ ዝኾነ ትምህርቲ ከተውርድ ኣብ ዩቱብ ኣዲዩ ኣብ ዝተፈላለየ ፌስቡክ ኣብ ፌስቡክ ከተውርድ እሞ ድማ እቲ ሰብ ተማሂርሉ ናይ ብሓቂ ደስ ኢልዎ ፈሊጥዎ ኣሚንሉ ክስዕቦ ሰናይ ነገር እዩ እዚ ኣብ ቲክቶክ ዝግበር ግን ኣነ ኣይድግፎን እዩ ሓንቲ ርስቲ ተምፅእ እሞ ሰከንደ ካይፀንሐት ከዓ ካሊእ ተምፅእ ካይተረዳዳእካ ትወፅእ ብዙሕ ሰብ ከዓ ይከታተለካ ሽሕን ገለን ይከታተለኩም ንገሌኹም ማለት እዩ ስለዚ ነዚ ዝብሎ ዘለኹ ክትጸልዎ ትኽእሉ ኢኹም ሓቂ ስለ ዝኾነ ግን ብዘይገድስ መዓስ ክትስዕብዎ ኢኹም ሽሕን ገለን ሰባት ግዞም ሰውዮም እዮም ዝከታተሉኻ ዘለዉ ሓንቲ ሰዓት እንድሕር ኣዛራር እንተሃሊኻ ክልተ ሰዓት እንድሕር ኣዛራር እንተሃሊኻ መዓልታዊ ማለት እዩ ሰዓት ገለን ሰዓት እንድሕር ትከታተል ተሃሊኻ ክንደይ ግዜ የጥፍኡ ኣለዉ ንሶንከ? ሽሕ ሰዓት ኣብ ሓንቲ ሰዓት ኣሎ ማለት የጥፍኡ ኣለዉ። ናይ ነፍሲ ወከፍ ሰም ናይ ነፍሲ ወከፍ ሰብ ሓንቲ ሰዓት ስለ ዝከታተል ዘሎ እቶም ሽሕ ሰባት ከኣ ሽሕ ሰዓት ኣብኡ ይጠፍእ ይሃልኽ ኣሎ ማለት እዩ። ስለዚ ነዞም ሰባት እዚኦም እውን ትልኩሞም ኣለኻ። ነዞም ሰባት እዚኦም እውን ክትሓልየሎም ይግባእ እዩ። ድሕሪ ሃይማኖትካ ክትሰብኽ ተደሊኻ ዩቱብ ኣለካ ኣውርዶ ሰብ ከዓ ድሕር ዳ ናይ ብሓቂ ኣሚንሉ ክስዕቦ እዩ ማለት እዩ እምበር በዚ ስእልካ ቁንጭር ቢልካ ምፅኻ ዘይጠቅም ማለት እስኪ ኣዝዩ ሓፂር ዝኾነ መረዳእታ ክህብ ዘይክእል ነቲ ኣሚኑ ዘሎ ዘጠራጥር ነቲ ዘይፈልጥ እውን ፍርቂ ፍርቂ ዝገብር ምሉእነት ዘይብሉ ትምህርቲ ክትዘራረቡ ብጣዕሚ ኣዝዩ ዘሰልቹ እዩ ማለት እዩ ስለምንታይ መዓልታዊ ከዓ ኮይኑ ከምኡ እውን ኣብ ፖለቲካ ከዓ ሓደ ዓይነት ሓደ ዓይነት ሎሚ ትሪኣ ፅባሕ ከዓ ኣላ ከምኣ ማለት እዩ ክሳብ መዓሰ እዩ ኢማጅን እስኪ ኣሕዋተይ መዓሰ ጀሚርካዮ ኣለኻ ክልተ ዓመት ሰለስተ ዓመት ከምኡ ገርካ ክትህሉ ትኽእል ኢኻ እዚ ክልተ ዓመት ሰለስተ ዓመት ግን ሓንቲ ዓይነት ኣርእስቲ እያ ማለት እዩ ሓንቲ ዓይነት ኣርእስቲ ኣይተቐየረትን መፍትሒ ድለ እምበር ኣብቲ ጠንቂ ትንበር ወይ ድማ ኣብቲ ጠንቂ ኮለል ኣይትበል ነንሕዴኻ ክትዘላለፍ ከዓ ጊዘኻን ናትካ ጉልበትካን ኣይተህልኽ እንተኽኢልካ ገዛእ ነብስኻ ፈሊጥካን ገዛእ ነብስኻ ኣመሓዲርካ ንሰባት ክትምህር እንኮለኻ ወይ ድማ ንሰባት በቲ ፅቡቕ መንገዲ ክትመርሖ እንኮለኻ ኣምላኽ እውን ይፈትዎ እዩ ንገዛእ ነብስኻ ካይፈለጥካ ግን ምስ ሰባት ክትተሃላለኽ ትውዕል እንድሕር ሃሊኻ መፍትሒ ትረክብ ኒኻ ስለዝኾነ እዩ ከዓ ክሳብ ሕጂ ዝኾነ ፍታሕ ካይረኸበ ሰብ ካይተራዳድአ ኣብ ክንዲ ብዛዕባ ምዕባለን ለውጥን ዕቤትን ፍቕርን ስኒትን ሰላምን ነንሕድኡ ዝመሃሃር ኣብ ጸርፍን ኣብ ዘለፋን ኣብ ነንሕዴኻ ምውቕቓስን ወዲቑ ዘሎ ማለት ስለዚ ፕሊስ ኣሕዋተይ ብፍላይ እቶም ኣዚኹም ብዙሓት ተኸተልቲ ዘለውኹም ነቶም ኣብ ዝከታተልኹም ዘለዉ ብፍላይ መንእሰያት ማለት እያ ከምዚ ናተይ ዕድመ ዘለዉ ጽቡቕ ትምህርቲ ከተመሓላልፍሎም ኣብታ ዘለኹምላ ህይወት ወይ ድማ ኣብታ ዘለኹማ ግዜ ከምቲ ኣቐዲመ ዝበልክዎ ዝተወለድናሉ ዕለት እምበር ንሞተሉ መዓልቲ ኣይንፈልጥና ክሳብ ዝኾነ ከዓ ፅቡቕ ትምህርቲ ከነመሓላልፈሉ ይላበወኩም ኣይንፃረፍ ዩቱበራት ኩኑ ኣብ ፌስቡክ ዘለኹም ኩኑ ብዙሓት ተኸተልቲ ዘለዉኹም ይኹኑ፣ ናይ ሃይማኖት ሰበኽቲ ኹኑ፣ ናይ ፖለቲካ መራሕቲ ኹኑ፣ ናይ ውድባት ኣመሓደርቲ ኹኑ፣ እዞም ሰባት እዚኦም ብፍቕሪ ክትረዳድኡ ይደልየኩም፣ ከም መርሃዊ መጠን ማለት እዩ። ከምኡ እየ ዝደሊ፣ ከምኡ እየ ከዓ ዝፈቱ። ያ ስለዚ ነቶም ብቋንቋ ትግርኛ ትሰምዑ፣ ትዛረቡ፣ እዛ መልእኽቲ እዚኣ ከመሓላልፈልኩም ይፈቱ። ነቶም ከምኦም ዓይነት እትርእይዎም ሰባት እውን ኣብ ከምኡ ዓይነት ደረጃ ወዲቖም እትርእይዎም ሰባት እውን እዛ ቪድዮ እዚኣ ስደድሎም። ብርግጽ ገለ ብኸፊል ካብዚኣ ወሲዶም እውን ነቲ ዝገብርዎ ነገራት ክሓስብሉ፣ እንታይ ይገብር ኣለኹ? ኦኬ እዚ ዝገብሮ ዘለኹኸ ናይ ብሓቂ ውጽኢት ይህበኒ ድዩ? እዚ ዝተጓዓዝክዎኸ እንታይ መልሲ ረኺበሉ? ንዝብል እውን ምስ ውሽጦም ክማራመሩ ይኽእሉ እዮም እሞ ስለዚ እዛ ቪድዮ እዚኣ ናብ ኩሉ ሰብ ከተብጽሕዋ ብትሕትናን ብፍቕርን ንኹልኹም ይሓተኩም የቐንየለይ ኣብ ዘለኹሞ ኸኣ ሰላም ይግበረልና ኣምላኽ ኣብ ዘለናዮ ፍቕሪ የውርደልና እግዚኣብሄር ንኹልኹም ሰላም የቐንየለይ